ሰላም ዝኸበርኩም ተኸታተልቲ ቀንዴል ንሎሚ 21 ሓምለ 2017 ዝተዳለወ ዜናታት ምስጋር ተፃወቲ ሒዘልኩም ቀሪበ ኣለኹ ሰናይ ምክትታል ባርሴሎና ንተፃወታይ ሊቨርፑል ብራዚላዊ ፊሊፕ ኮቲኖ ንምፍራም 80 ሚልዮን ዩሮ ወይ ከዓ 72 ሚልዮን ፓውንድ ቢት ከም ዝገበረት ዘደይሊ ሜል ፀብፂባ ዝሓለፈ ዓመት ክሳብ ክልተ ሽሕን ዕስራን ክልተን ክጸንሕ ዝተወዓለ ኮቲኖ፣ ሊቨርፑል ነቲ ቀረብ ገንዘብ ክነጽጎ ትጽቢት ይግበረሎም ክትብል እታ ጋዜጣ ብተወሳኺ ትሕብር። እዚ ግና ንባርሴሎና ንድሕሪት ከም ዘይመልሶምን ድሮ ከም መተካእታ ናይቲ ኣብ መወዳእታ ኮንትራቱ ዝርከብ ኣንድረ ኢንየስታ ሓርዮሞ ከም ዘለዉን ይፍለጥ። ዋላ'ውን ኢንየስታ ኮንትራቱ እንተመሓይሹ ዝሓለፈ ዓመት ዓሰርተ ሰለስተ ሊግ ጸወታታት ጥራይ ዝጀመረ ምስ ምዃኑ ባርሴሎና መተካእትኡ ክደልዩ ግድን ኮይንዎም ይርከብ። ቦርድ ባርሴሎና ኣብዚ ክረምቲ እዚ ኣብ ምስግጋር ተፃወቲ ዘርኣይዎ ዛሕልታትን ንቐንዲ ስታይል ፀወታ ናይታ ክለብ ሕቑዮም ብምሃብን ኣብ ትሕቲ ፅዑቕ ነቕፌታ ዝርከቡ ኮይኖም ምፍራም ናይ ኮቲኖ ከኣ በቲ ሓደ ሸነኽ ከም ግብረ መልሲ ናይቲ ናይ ምፍራም ተኽእሉ እናመሃመነ ዝመጽእ ዘሎ ካልእ ኣከፋፋሊ ተጻዋታይ ፒኤችዲ ማርኮ ቫረቲ ምዃኑ ዘደይኒ መይል ትሕብር ጉዳይ ምፍራም ቫረቲ ኣብ ርእሲ እቲ ፒኤችዲ ኣቕብጸሞ ዝነበሩ እቲ ተጻዋታይ ንባዕሉ እውን ንወኪሉ ዳኒቶ ዲ ካምፒ ሰጒጉ ናብ ህቡብ ወኪል ሚኖሪያላ ብምቕያሩ ነገራት ደጊሙ ከም ዝተሓላለኽ ገይርዎ ይርከብ። ምኽንያቱ ዝምድና ሪዮላን ባርሴሎናን ካብ 2010 ባርሴሎና ንኢብራሂሞቪች ካብ ሰጉ ኣትሒዙ ጽቡቕ ከም ዘይኮነን ናይ መጀመርያ ዝርርብ ሪዮላ ከኣ ባሬቲ ንባርሴሎና ክፍርም ዘይኮነ እንታይ ደኣ ፒኤስጂ ዘመዙ ክመሓየሽሉ ክኸውን ከም ዝኽእል ተፈሪሑ ኣሎ። ኣሰልጣኒ ሊቨርፑል የርገን ክሎፕ ኣብ ጋዜጣዊ ዋዕላ ኣብ ሆንግ ኮንግ ኣብ ዝሃቦ ቃል ዝኾና ክለባት ናብ ተጻወተይ ምትኳረን ኣየገርመንን እዩ፣ ግና ነቲ ዝቕጽል ስጉምቲ ብሓንሳብ ክንከቶ ስለ ዘለና ኩላህና ብሓደ ክንከውን ግድን ይኸውን ድሕሪ ምባል ሓደ ነገር ደጊመ ክብሎ ዝደሊ እምበኣር ሊቨርፑል ሸያጢት ክለብ ከም ዘይምዃና እያ ብምባል ኣስሚሩሉ። ወዲ ጋንትኡ ንፊሊፕ ኮቲኖ ኣዳም ለለና ከኣ ኣብዛ ክለብ ዓቢ ነገር ከም ንዕወት ይኣምን፣ ርግጸኛ እየ ከኣ ፊል ናታ ኣካል ከም ዝኸውን፣ ንሕና ዓባይ ክለብ ኢና ኣብ ቻምፒዮንስ ሊግ ከኣ ኣለና ብተወሳኺ እውን ፕሪምየር ሊግ ኣሎና ስለዚ ዝበለፁ ተፃወትና ክንዕቅብ ግድን ይኾነና ክብል መሊሱ ንፋቢኖ ናይ ሞናኮ ምፍራም ከም ዘይሰልጦም ዝፈለጡ ማንቸስተር ዩናይትድ ንናይ ፒኤስጂ የማን ተኸላኻላይ ሰርጂ ኣውረር ከፈርሙ ከም ዝነቐሉ ዘ ኢንዲፐንደንት ፀብፂባ ፋቢኖ ኣብ የማን ምክልኻል ከጻወተ ከም ቀንዲ ዕላማ ገይሩ ዝጽዕር ዝነበረ መሪኖ ሞናኮ ግና ኣብ መና ብምጽንዖም ክውን ክኸውን ከም ዘይከኣለ ብምባል ዘ ኢንዲፐንደንት ትገልጽ ስለዚ ማንቸስተር ዩናይትድ ኣንፈቶም ናብ ወዲ 24 ኣይቮሪ ኮስታዊ ኣውረር ብምቕናዕ 25 ሚልዮን ፓውንድ ኣዳልዮም ፈተንኦም የካይዱ ኣለዉ ኣሰልጣኒ ፒኤስጂ ዩናይ ኣምረ ኣብ ዝሃቦ ቃለመጠየቕ ሰርጂ ኣውረር ክወፅእ ከም ዝደሊ ደጊሙ ብምርግጋፅ ንሱ ኣብ ዝበሎ ንሰርጀ ትድልየኒ ስለ ዝኾንካ ምሳና ክትቅጽል ኣሎካ ኢለ ምስ ተዛረብኮ ንሱ ከኣ ክወጽእ ከም ዝደልን ንምውጽኡ ከሳለጥካ ኣብ ፓሪስ ክተርፍ ምዃኑን ሓቢሩኒ ክብል ተዛሪቡ ኣብ ዝሓለፈ 18 ኣዋርሕ ከምቲ ዝድለ ጽቡቕ ግዜ ዘየሕለፈ ኣውረር ሕጂ ከኣ እሞ ፒኤችዲ ንዳንኤል ኣልቨስ ምስ ኣፈረሙ ኣድላይነቱ ናብ ዚሮ ከም ዝወረደ ዘእንፍት እዩ ብዘይካ ማንቸስተር ዩናይትድ ቶተንሃምን ድሕሪ ምሻጥ ካይል ዎከር ከም ዝግደስሉ ዝፍለጥ ኮይኑ ክለቡ ፒኤስጂ ኣብዚ ሰሙን እዚ ኣብ ሕቡራት መንግስታት ኣሜሪካ ኣብ ኢንተርናሽናል ቻምፒዮንስ ካፕ ክትፃወት ዝተመደበ ኮይኑ ሰርጂ ኣውረር ከዓ ንምስግጋሩ ከሳልጥ ምስታ ክለብ ንኣሜሪካ ከምዘይዝተጓዕዘ ይፍለጥ ካብ ኤቨርተን ክወፅእ ትፅቢት ዝግበረሉ ሮስ ባርክሊ ቶተንሃም ይሃድንዎ ምንባሮም ዝፍለጥ ኮይኑ ሕጂ ከኣ ነቲ ውድድር ኣርሰናል ተጸንቢሮሞ ኣለዉ ክትብል ዘ ኢቭኒን ስታንዳርድ ጸብጺባ። ሮስ ባርክሊ ብኤቨርተን 50 ሚልዮን ፓውንድ ዝተተመነ ኮይኑ ኮንትራቱ ክውድእ ሓደ ዓመት ጥራይ ስለ ዝተርፎ ግና ናብ 31 ነሓሰ እናተቐረበ ኣብ ዝኸደ ዋግኡ ክጎድል ከም ዝኽእል ይግመት። ናብ ቶተንሃም ምፍራም ተቐቢልዎ ከም ዘሎ ዝሕብር ባርክሊ ኣሰልጣኒ ቶተንሃም ማውሪሾ ፖቸቲኖ ኣብ ሃገራዊት ጋንቱ መጻወቱ ንዝኾኑ ሃሪኬን፣ ደሊ ኣሊን፣ ዳኒ ሮዝን ኤሪክ ዳየሪን ዝገበሮ ተኣምር መሲጥዎ ከም ዘሎን ንዕኡ'ውን ከመሓይሾ ከም ዝኽእል ተስፋ ገይሩ ኣሎ ክትብል ዘ ስታንዳርድ ብተወሳኺ ትገልጽ። ክሳብ 25 ሚልዮን ፓውንድ ክንረኽቦ ንኽእል ኢና ኢለን ዝሰርሓ ዘለዋ ቶተንሃምን ኣርሰናልን ኮይነን ቶተንሃም ካብ ዝሓለፈ ሓጋይ ኣትሒዞም ዝተኸታተልዎ ክኾኑ ከለዉ ኣርሰናል ግና ሕጂዮም ነቲ ሓሳብ ዝጽንበርዎ ዘለዉ ባርክሊ ንስታ ንክረምታዊ ምሕዝነታዊ ጸወታታት ናብ ሆላንድን በልጅምን ሰጓዒታ ዘላ ኤቨርተን ብምኽንያት ናይ ሽምጢ ጸገማት ከም ዘይተጓዕዘ ይፍለጥ። ብተወሳኺ ኣርሰናል ንቶተንሃምን ንወዲ 17 ዓመት መንእሰይ ተጻዋታይ ማንሲቲ ጃዶን ሳንቾ ከፈርማ ይወዳደራ ከም ዘለዋ ዘ ኢንዲፐንደንት ገሊጻ። ጃዶን ሳንቾ ሓደ ካብ ተስፋ ዝግበረሎም መንእሰያት ተጻወትቲ ማንሲቲ ምዃኑ ዝምስከረሉ ኮይኑ ብዛዕባ ኮንትራቱ ኣብ ዝግበር ዝርርብ ኣብ ስምምዕ ክበጽሕ ስለ ዘይከኣለ ግና ማንሲቲ ገዲፎሞ ንኣሜሪካ ከም ዝተጓዕዙ ተፈሊጡ። ማንሲቲ ነቲ ሓደ ካብ ዝበለጹ ናይ ናይ ማንሲቲ ኣካዳሚ ምዃኑ ዝሕበረሉ ተጻዋታይ ኮንትራቱ ከመሓይሱ 30 ሽሕ ፓውንድ ንሰሙን እኳ እንተቐረብሉ ንሱ ግና ናብ ዓባይ ጋንታ ከሰልፎ ዝኽእል ኩሉ መገድታት ዕጹው እዩ ብምባል ናብ ካልእ ጋንታ እንተቐይሩ ግና እቲ ዕድል ብቐሊሉ ክረኽቦ ከም ዝኽእል ኣሚኑ ክወጽእ ይፍትን ኣሎ ብምባል ዘ ኢንዲፐንደንት ትገልጽ። ነቶም ጉዳይ ኔይማር ናበይ ኣንፊቱ ብሃንቀውታ ተከታተሉ ደገፍቲ ባርሴሎና ማዕከና ዜና ስፖርት እውን ነዚ ሃንቀውታ ደገፍቲ ብምዃስ ዜንአን ኣብ ምሻጥ ከም ዝሕግዘን ስለ ዝፈልጣ ኣብ ስጳኛውያን ሕታማት ማርካን ምንቶ ዲፖርቲቮን ዝወፀ ዓንቀጻት እውን ንኡ ዘራጉድ እዩ ማርካ ኣብ ዘውፃኦቶ ጸብጻብ ደገፍቲ ባርሴሎና ዝኾነ ምልክታት ናይማር ናብ ፒኤስጂ ክወፅእ ዘይምዃኑ ዘእንፍቱ ዘበሉ ኣብ ምቁማት ዝርከቡ ኮይኖም ኣብ ዓሚቕ ሓሳብ ተሸሚሙ ከሎ እተርኢ ስእሊ ኣብ ኢንስታግራም ምጥቅዑ ግና ንሻቕለቶም መሊሱ እዩ ክጋዶ ክኢሉ ክትብል ትጽሕፍ እቲ ካብኡ ዝገዘዘ ከኣ ትብል ማርካ ኣከፋፋሊ ፒኤስጂ ማርኮ ቫረቲ ነታ ስእሊ ላይክ ብምግባሩ ኣብ ቀረባ ግዜ ወዲ ጋንቱ ክኸውን ከም ዝኽእል ዘእንፍት እዩ ክትብል ትፈላሰፍ ግዲ ሓቂ ግና ብመሰረት ክዝርጋሕ ዝቐንየ ጸብጻባት ምስግጋር ናይ ማር ናብ ፒኤችዲ ክውን ክኸውን እንተኾይኑ ቫረቲ እውን ናብቲ ሓደ ሸነኽ ክሰጋገር ምስ ዝፍቀደሉ እዩ ክበሃል እውን ቀንዩ እዩ ስለዚ እዚ ኣብ ላዕሊ ዝተገመተ ትንታነ ምናልባት ውድቕቲ እውን ክትከውን ትኽእል በዚ ኾነ በቲ ግን ኣየናይ ክውን ክኸውን ግዜ ጥራይ እዩ ዝምልሶ ፈረንሳዊት ክለብ ሞናኮ ንማንቸስተር ሲቲን ፒኤስጂን ተጻዋታያ ካይለን ማፔ ብዘይሕጋዊ ኣገባብ ብደገ ደገን ኣብአን ክፍርም ክእምንኦ ይፍትና ኣለዋ ብምባል ናብ በዓል መዚ ኩዕሶ እግሪ ፈረንሳን ፊፋን ክሲ ከተቕርብ ትሓስብ ኣላ ክትብል ስካይ ስፖርት ጸብጺባ ክለብ ሞናኮ ኣብ ዘውጽኣቶ መግለጺ ገለገለ ክለባት ንተጻዋታይና ካያለ ማፔ ብዘይ ፍቓድና ከፈርማ ይፍትና ኣለዋ ስለዚ እምበኣር ክለብ ሞናኮ እዚ ተግባር እዚ ንዓንቀጽ 211 ናይ ምምሕደራዊ ስርዓት ናይ ኩዕሶ እግሪ ፈረንሳን ዓንቀፅ 18.3 ናይ መምዘኒታት ምስጋር ተፃወቲ ፊፋን ዝጥሕስ ስለ ዝኾነ ስለዚ ነዚ ዘይቅቡል ተግባር እዚ ከቋርፆ ነተሓሳስብ ክትብል ገሊፃ ማንሲቲ ፒኤስጂ ሪያል ማድሪድ ሊቨርፑል ኣርሰናል ዝርከበን ነቲ ተፃዋታይ ከፍርማ ካብ ዝግደሳ ክለባት ኮይነን ምንጭታት ስካይ ስፖርት ከም ዝገልፅዎ ግና ዋላ እኳ ሞናኮ ሽም ዝበደላ ክለባት እንተዘይጠቐሰት ፒኤስጂን ማንሲቲን ምዃነን ግን ብሰፊሑ ይንገር ኣሎ ላሊጋ ስጳኛ ናይ 2017-2018 ዓመታዊ መደባት ኩዕሶ እግሪ ክለባት እታ ሃገር ኣውፅኡ በዚ መሰረት ናይ መጀመርያ ኣልክላሲኮ ኣብ ታሕሳስ 2017 ኣብ ሜዳ ሪያል ማድሪድ ኮይኑ ክምደብ ከሎ ሪያል ማድሪድ ኣብ ናይ ክለባት ዋንጫ ዓለም ንታሕሳስ 162017 ስለ ዝፃወት ግና ምናልባት እዚ ቀዳማይ ኤል ክላሲኮ ናይዚ ዓመትዚ ናብ ካልእ ዕለት ክቕየር ይኽእል እዩ። ካልኣይ እግሪ መልሰ ግጥም ኣል ክላሲኮ ከዓ ን6 ግንቦት 2018 ኣብ ባርሴሎና ክኸውን ተመዲቡ ይርከብ ናይ ዝሓለፈ ዓመት ጎባል ክለባት ስጳኛ ሪያል ማድሪድ ናይ መጀመርያ ፀወታ ናብ ዲፖርቲቮ ላኮርኛ ተጓዒዛ ኣብ መንጎ 18 21 ነሓሰ ዘሎ ቀዳመ ሰንበት ከተካይድ ክምደብ ከሎ ባርሴሎና ከኣ ንሪያል ቤቲስ ዓዲማ ኣሃዱ ኢላ ክትከፍቶ እያ ናይ 219 ዋንጫ ኣፍሪቃ ኣብ መንጎ ሰነን ሓምለን ክኸውን በዓል መዚ ኩዕሶ እግሪ ኣፍሪቃ ካፍ ወሲኑ ክትብል ቢቢሲ ጸብጺባ እቲ ብልሙድ ኣብ ጥርን የካይትን ዝካየድ ዝነበረ ግጥማት ኣብ ካሜሩን ክካየድ ተመዲቡ ዘሎ ናይ 219 ግጥማትን ድሕሪኡን ናብ ዝተገልጸ ኣዋርሕ ክግዕዝ ተመዲቡ ኣሎ ብተወሳኺ እውን ብዝሒ ተሳተፍቲ ዋንጫ ኣፍሪቃ ካብ 16 ናብ 24 ክብ ክብል ተወሲኑ ኣሎ ብምባል ቢቢሲ ትገልጽ ደጊመ ንምክታልኩም እናመስገንኩ ሰሰናዩ